ኣብ ኣውስትራልያ ሓደ ፕሮፈሰር መግለጺ ንኽህብ ናብ መድረኽ ይድዩ ዘረኡ ድማ ብመስሓቒት ቀሊ ይጅምር እቲ ቀሊ ግን ደስ ስለ ዘይብል ዝነበረ ሓንቲ ሰበይቲ ጠጠው ንኽተብሎ ትቐርብ እቲ ፕሮፈሰር ግን ካራ ገይሩ ነታ ሰበይቲ ኣጻብዕታ ይቖርጻ ኵሉ ሰብ ደንጊጹ ካብቲ ክፍሊ እናሃደመ እንከሎ፣ እቲ ፕሮፈሰር ነታ ዝቖረጻ ጻዕዕቲ ብመንዲል ይጥምጥማ። ኣብ ውሽጢ ደቓይቕ እቶም ፖላዊስ መጺኦም ነቶም ፕሮፈሰር ጠጠው ንኽብል ይነግርዎ። ስለ ክሰይሰምዖም ግን ተኲሶም ይወቕዕዎ። በታ ናይ መጠረሻ ትንፋሱ ድማ እቲ ፕሮፈሰር ንስልኩ ክሕዝ እናተወጠረ ህይወቱ ትሓልፍ። ኣብ ሉዊዚያና ድማ ኣልየት ንሰበይቱ ሻልቢ ናብ ስራሕ ክኸይድ ይሰናበታ። ሻልቢ ኣብ ቀረባ ግዘ ክምርዓያ ዝሓስብ ነብሰ ፁር ፍቕረኝኡ እያ። ኣብ ስራሕ ምስ ኣተየ ግን ሓላፊኡ ንዓማዊል ልዕሊ መጠን ስለ ዝተሓባበር ዝነበረ ከም ዝባረርሎ ይነግሮ። ኤልየት እዚ ዜና እዚ ብጣዕሚ የደንግፆ። ኣብ ቀረባ ግዘ ቆልዓ ክወልድን ክምርዖን ምዃኑ ጥራይ ዘይኮነስ እቲ ጥዕና ዘይብሉ ሓዉ ዝንከባኸቦ ንሱ ጥራይ ስለ ዝነበረ እዩ። ካብቲ ስርሑ ወፂኡ ኤልየት ንቲ ንእሽተዩ ዝሓመመ ሓዉ ማይክል ክርኢ ይኸይድ። ማይክል ኤልየት ካብ ስርሑ ከም ዝተባረረ ስለ ዝተረድኦ ብጣዕሚ እዩ ፈሪሕኔ። ሕጂ ኤልየት ንማይክል መሐከሚ ዝኸውን ቅርሺ ስለ ዘይብሉ ናብቲ ሆስፒታል ክምለስ እዩ። ማይክል ግን እቲ ሆስፒታል ብደንቢ ስለ ዘይንከባኸብዎ ብጣዕሚ እዩ ዝጸልኦ። ካብኡ ቀጺሉ ኤልየት ነቲ ብዙሕ ጥዕና ዘይብሉ ኣቡኡ ሓገዝ ንኽሓቶ ይኸይድ። ብዘሕዝን ኩነታት ግን ኣቡኡ ሳምሰን እውን ኩሉ ቅርሹ ከሲሩ ምስ ኣልየት ንኽነብር እዩ እናተዳለየ ጸኒሑ። እቲ ምሸት ንሱ፣ ማይክል ንኣልየት ናብቲ ድኳን ከይዶም መድሓኒቱ ንኽገዝኦሉ ይነግሮ። ኣብቲ መኪና ተሰቕ ኢሎም እናኸዱ እንከለዉ፣ ማይክል ንኣልየት፣ ኣቦና ከመይ ኢሉ እዩ ብሓደ ጊዘ ሃፍቲሙን ብሓደ ጊዘን ደኽዩ? ኻብዚ ደኪ ኸዓ ጥዕንኡ ጽቡቕ የለን። እቲ ነገር ኣይገርመካንዶ? ኢሉ ንኣልየት ይሓቶ። ንማይክል ኣብቲ ሆስፒታል ምስ ኣውረዶ፣ ኣልየት ብሃመማ ኣብ ውሽጢ መኪንኡ እናተረበሸ ይጸንሕ። እታ ናይ ተራፊክ መብራህቲ ቀይሕ በሪሃ እንከላ፣ ኣልየት ብዘይፈልጦ ስልኪ ናብ ሞባይሉ ይድወሎ። ረጒድ ድምጺ ድማ ኤልየት ብዙሕ ሚልዮናት ቅርሺ ክስዕረሉ ዝኽእል ጭዋታ ንኽጫወት ከም ዝተመረጸ ይነግሮ። ኤልየት እቲ ስልኪ ክዓጽዮ እናተዳለየ እንከሎ ግን እቲ ዝደወሉሉ ሰብ ብዛዕባኡ ኩሉ ነገር ከም ዝፈልጥ ይነግሮ። ወዲ ትሽዓተ ዓመት እንከሎ ኣዲኡ ብሓደጋ መኪና ከም ዝሞተት፣ ናይ ባንኪ ብዙሕ ዕዳ ከም ዘለዎን ኩሉ ግዜ ድቃስ ከም ዝኣብዮን ይነግርዎ። እቲ ዝደወለሉ ሰብ ኣብ ውሽጢ መኪና ኣማማ ከም ዘላ ከይተረፈ ይፈልጥ እዩ። ንኣልየት ድማ ወቒዑ ንክቐትላ ይነግሮ። ኣልየት ጋእ ጋእ ምስ በለ እቲ ድምጺ እንድሕር ደኣ ኣውቒዕዋ ሓደ ሽሕ ዶላር ከም ዝኸፍሎ ይነግሮ። ኣልየት ግን እሱ ስለ ዝበሎ ዘይኮነ ተረብሹ ስለ ዝነበረ ነታ ሃመማ ይወቕዓ። እታ ሃመማ ሞይታ ስለ ዝነበረት ግን ናብ ስልኩ ሓደ ሽሕ ቅርሺ ናብ ባንኪ ኣካውንቱ ከም ዝኣተየ ዝነግር ቴክስት ይኣትዮ። ኤልየት ክጭነቕ ስለ ዝጀመረ ካብታ መኪና ወሪዱ ዝከታተሎ ሰብ ከይህሊ ኣብቲ ከባቢ ይጥምት። ማንም ሰብ ግን የለን። እቲ ቀዲሙ ዝደወለሉ ወዲ ደጊሙ ይድውለሉ። ኣልየት ምስ ኣልዐሎ እታ ዝቐተላ ሃመማ እንድሕር ደኣ በሊዕዋ ሰለስተ ሽሕን ሽዱሽተ ሚእትን ዕስራን ክልተን ዶላር ናብ ባንኩ ከም ዝኣቲ ይነግሮ። እቲ መጠን ቅርሺ ምስቲ ባንኪ ንኣልየት ዝእውዶ ተመጣጣኒ እዩ ነይሩ። እቲ ደዊሉሉ ዝነበረ ወዲ እሳ ኢሉ እታ ስልኪ ምስ ዓጸያ፣ እታ ናይ ተራፊክ መብራህቲ ቆጻል ትቅየር። ኣልይድ ድማ ናብ መኪንኡ ደዩ ብፍጥነት ንገዝእ ከይዱ ኣብ ኮምፒተሩ ናይ ባንኪ ኣንካውንቱ ይከታተል። እቲ ሓደ ሽሕ ቅርሺ ድማ ብትክክል ኣብ ካውንቱ ከም ዘሎ የረጋግጽ። እታ ኣዕንተዎ ዝቀተላ ሃመማ ድማ ካብ ጅብኡ ኣውጺኡ የልዓ። ኣብ ውሽጢ ሰከንዳት ድማ እቲ ዝበልዎ መጠን ቅርሺ እናረእዮ ናብ ኣካውንቱ ይኣቲ። ደጊሙ ደዊሉ ድማ ን ኤልየት ኣብዘን ሰላሳን ሽዱሽተን ሰዓታት እንህበካ ግልኡክተታት እንድሕር ደኣ ወዲእካ ሚልየነር ናይ ምኳን ዕድል እለካ ኢሉ ይነግሮ። እታ ጭዋታ። ክሳብ መጠረሻኣ ዓሰርተ ሰለስተ ትእዛዛት ጥራሕ እየን ዘለዋኣ ሕጂ ክልተ ስለ ዝወዳእካ ዓሰርተ ሓደ ይቀርያካ እንድሕር ደኣ ኩለን ወዲእካየን ኣብ ኣካውንትካ ጠቅላላ ሽዱሽተ ሚልዮን ክህልየካ እዩ እንድሕር ደኣ ኣብታ ናይ መጠረሻ ተሰናኪልካ ወይ እንድሕር ኣቋሪጭካ ግን ኩሉ እቶ ባንክካ ነበረ ቅርሺ ትከስር ኢሉ ን ኣልየት ይነግሮ እንድሕር ክትጫወት ፍቃደኛ ኮንካ እቶም ሕግታት ክነግረካ ምስ በሎ ኤልየት እቲ ሕጊ ንክሰምዕ ናብ በይኑ ይፍለ ሻልቢ ናብኡ ገጽ እናመጸት ክሪኣ እንከሎ ድማ እት ንከይትሰምዖ እናዘረ ናብ ካሊእ ክፍሊ ክፍሊ ይኣቲ። ኣብቲ ሽንቲ ቤት ኣትዩ ድማ እቲ ሕግታት ምስማዕ ይጅምር። እንድሕር ደኣ ንፖሊስ ክድውል ሞኪሩ፣ እንድሕር ደኣ ብዛዕባ እቲ ጨዋታ ንኻሊእ ሰብ ክነግር ሞኪሩ፣ እንድሕር ደኣ ናብዚ ስልኪ ከይተደወለሉ መሊሱ ክድውል ሞኪሩ እቲ ጨዋታ ከም ዝሰዓርን ኩሉ ቅርሹ ከም ዝኸስርን ይነግሮ። ንኣሌት እንድሕር ደኣ ፍቓደኛ ኮንካ ሓደ ቁጽሪ ቅጽቐጥ ምስ በልዎ ሓደ ምስ ጸቐጠ ጽባሕ ጭዋታኻ ክጅምር እዩ መሊሳ ክሳብ ዝድውለልካ ተጸበ ኢሉ እቲ ስልኪ ይዓጽዮ። ሻልቢ ናብቲ ሽንቲ ቤት ምስ መጸቶ ድማ ህያብ ከም ዘዳልወላሎ ነጊሩ ጥርጥራ ንክትቅንስ ይገብራ። ብጽባሒቱ ኣልየት ምስ ሻልቢን ስድራኣን ናብ መናፈሻ ይኸይድ ግን ብዛዕባ እታ ስልኪ ምሕሳብ ክቋርጽ ኣይከኣለን። ስልኩ ምስ ጸወዐት ድማ እንከይ ዶንጉየ ካብ ሻልቢን ስድራኣን ተፈልዩ እቲ ልኡኽቶ ይሰምዕ። ኣብ ውሽጢ ሓሙሽተ ደቂቃ ንሓደ ቆልዓ እንድሕር ደኣ ከብኪ ክኢሉ ሓሙሽተ ሽሕ ዶላር ከም ዝሽለም ይነግሮ። ኣብቲ ውሽጢ መናፈሻ ድማ ንእሸይ እትጎዩ ቆልዓ የርኢ። ኣብ መንገዳ ጠጠው ኢሉ ጸኒሑ ድማ ወለዳ ሓዲጎማ ክኸዱ ከም ዝሓስቡ ኣለዉ ይነግራ። እታ ቆልዓ ክትኣምኖ ስለ ዘይከኣለት ግን ብኢዱ ናብ ወለዳ ጠቂሙ ሕዚ ብዛዕብኡ እዮም ዝዛረቡ ኣለዉ ኢሉ ይነግራ። እታ ቆልዓ ኣሚናቶ እናበኸየት ናብቶም ወለዳ ክትምለስ እንከላ ናብ ናይ ኣልየት ስልኪ እቲ ሓሙሽተ ሽሕ ዶላር ናብ ኣካውንቱ ከም ዝኣተየ ዝነግር መልእኽቲ ይመጾ። ናብ ሻልብን ስድርኣን ቀልጢፉ ተመሊሱ ንብረቶም ኣኪቦም ናብ መኪንኦም ይስቀሉ። መኪንኡ ኣልዒሉ እናኸደ ድማ ናይታ ዘብክያ ቆልዓ ወለዲ መጺኦም እንዳ ጎሓፍ ናብ መኪንኡ ድርው ኢሉ። ናብ ቤተ ክርስትያን ከይዶም ድማ ኣቡኡ ንኣልየት ዝኾነ ሳምሰን ሒዞሞ ንኽምለሱ ናብቲ ውሽጢ ቤተ ክርስትያን የእትዩ። ሻልቢ ንሳምሰን ናብ ዙልቸሩ ንኽትሰቕሎ እናሞክረት እንከላ ኣልየት ሓድሽ ልኡኽቶ ይወሃቦ። ኣብቲ ውሽጢ ቤተ ክርስትያን ዝርከብ ብምስማዕ ዝተስኣኖም ቆልዑት ዝተሰርሐ ናይ ቤተ ክርስትያን ደኮሬሽን ንኸቃጽል ይነግርዎ። በቲ ወገን ሻልቢ ንሳምሰን ሒዛቶ ናብ ሽንቲ ቤት እናኸደት፣ ብዛዕባ እቲ መርዓን ቆልዓ ምውላዱን እናንጸርጸረ ትሰምዖ። ሻልቢ ጸላም ብምዃና ድማ ብጣዕሚ ዓሌት ፈላዪ ከም ዝኾነ ክትዕዘቦ ትጅምር። ይኹን ደኣ እምበር ሳምሰን ምንም ስለ ዘይመሰሎ ንሻልቢ ጸዊዑ ሸጠጡ ንኽትሸጠሉ ይነግራ። እዚ ተጠቒሙ ኣሌት እታ ኣቃጽላ ዝተባህለ ንብረት ሒዝዋ ካብቲ ቤተ ክርስቲያን ይወጽእ። ሓዉ ምስ ኣንደዳ ድማ ኣብ ውሽጢ ሰከንዳት ዓሰርተ ሽሕ ዶላር ናብ ኣካውንተይ ኣትዮ። ምስ ወደኣ እቲ ዘቃጸሎ ሓዊ ከጥፍኦ እናሞከረ እንከሎ ተሳኢንዎ እቲ ሓዊ ናብቲ ዓቢ ቤተክርስትያን ይሸግር። እቲ ሓዊ ምንም ገይሩ ከጥፍኦ ስለ ዘይከኣለ ድማ ኣላርም ወሊዑ እናጎየየ ይወጽእ። ሻልቢ እናሳምሰም ቀልጢፉ ኣኪቡ ድማ ካብቲ ቦታ ክንዲ ዝተኻእሎ ፍጥነት ይስወር። መኪንኡ ከይተሰቐለ እንከሎ ግን ብስልኪ ደዊሎም ንቲ ገዛ ዘይብሉ ናይ ብራንዳ ተመሓዳሪ ሰብኣይ ንክስዕቦ ይነግርዎ። ኣልየት ነቡኡ ምስ ሻልቢ ገዲፍዋ ንቲ ሰብኣይ ይስዕቦ። በቲ ወገን ኣብ ፖሊስ ጣብያ እቲ ዓንተዎ ሻልቢ ዘብከያ ቆልዓን፣ እናሰዓቦ ዝነበረ ወድን ኣብቲ እስርቤት ፀኒሖም ሓደ ዘይፈልጦ ወዲ ኦስትሪችን ሽሕ ቅርሽን ንክእሆ ዓረብያይን ክዳውንተይን መንጢልኒ ኢሉ እናተዛረበ ይጸንሕ። ክልቲኦም ከሰስቲ ዝጠቕስዎ ኣለዉ ሰብ ብጣዕሚ ዝመሳሰል ስለ ዝነበረ መርማሪ ቸኮ ክከታተሎን ክግደስን ይጅምር። ኣብ ተመሳሳሊ ሰዓት ድማ እዚ ወዲ ኣብ ቤተ ክርስትያን እውን ሓዊ ኣቃጺሉ ተባሂሉ ይጥርጠር ኢሎም ናብ መርማሪ ቸኮ ወረቐት የምጽሉ። መርማሪ ቸኮ ባዕለይ ክኸይድ'የ ኢሉ እናተዛረበ እንከሎ ድማ ሓደ ፖሊስ ኦስትሪች ሒዙ ንኣትየ ንሪኦ። ኣብ ተመሳሳሊ ሰዓት ዓሌት ናይቲ ናይ ጎደና ተመሓዳሪ ሰብኣይ ክዳን ገይሩ መበል ሻድሸይቲ ሽልማቱ ንኽረክብ ይጽዕር ኣሎ። ናብቲ ዝተዋህሎ ገዛ ምስ ኣተየ ዓሰርተ ሓሙሽተ ሽሕ ዶላር ንኽበልዕ ድማ ቅድሚ ኣርባዕተ ሰዓት ነተብኡ ዘሎ ወዲ ንኣዳሽ ሃይበት ወሲዱ ቡና ንኽእዝዘሉ ይነግርዎ። ዓሌት እዚኣ ደኣ ብጣዕሚ እንድያ ቀላል ኢሉ ነቲ ወዲ ክእልሾ እንከሎ ኣብ ሽንትቤት ሞይቱ ሬሳ ጥራይ ይጸንሖ። ኣሌት ትትውልወልኹም ወዲ ሞይቱ እዩኒ ኢሉ ይነግሮም እቲ ድምጺ ድማ እንድሕር ትቅርሺ ትደልዮ ኮንካ ቀልጢፍካ ውሰዶ ኢሉ ይምልሰሉ እቲ ጨና ረቢሽዎ ስለ ዝነበረ ዶድራንት እናነፈሐ ነቲ ሰብኣይ ኣብቲ ዓረብያ ሰቂሉ ካብቲ ገዛ የውጾ ኣብቲ እዳቡና ኣእትዩ ድማ ሓሪሱ ከም ዘሎ ኣምሲሉ ኮፍ የብሎ እታ መስተኣናጋዲት ክትመጽእ እንከላ ነቲ ዝሞተ ሰብኣይ ብቆቢዕ ገጹ ሸፊኑ ክልተ ቡና ፈጢና ንክተምጸሎም ይነግራ እታ ሰዓት ንክትመልእ ሓንቲ ደቓ ጥራይ ቀርያታ እንከላ ኣርባዕተ ፖላዊስ መጺኦም ብድሕሪቱ ኮፍ ይብሉ። ኣልየት እናተጨነቐ እንከሎ እታ መስተኣናጋዲት እቲ ቡና ኣምጺኣ ቀዲማ ነቶም ፖላዊስ ትህቦም። ምማረጽ ስለ ዝሰኣነ ግን ኣልየት ካብቲ ናቶም ቡና ኣልዒሉ ኣብ ቅድሚኡ ኮፍ ኣቢሉ ኣብ ሰዓታ እታ ልእኽቶ ይውድኣ። እቲ ቅርሺ ከም ዝኣተየ ትነግር መልእኽቲ ድማ ናብ ሞባይሉ ትኣቲ። ሕዚ ግን እቶም ፖላዊስ ብጣዕሚ'ዮም ተናዲዶም'ኔው። ኣልየት ይቅርታ እናሓተተ ቅርሺ ኣውጺኡ ኣፍቱ ጠረጴዛ ጌሩ እስኹም ውን ኣልኮል ክትሰትዩ ኣይነበረኩምን ኢሉ ይዛረቦም። ተሰኪፎሞ ሱቕ ምስ በሉ ኣልየት ካብቲ እዳ ቡና እናጎየየ ይወጽእ። እቲ ድምጺ ደው ኢሉ ድማ ብስራሕኻ ብጣዕሚ እየ ተደኒቐ። ንቶም ፖላዊስ ዝገበርካዮም ነገር መበል ሻውዓይ ፈተነኻ እዩ ኔሩ። እቲ ቅርሺ ውን ኣትይልካ ኣሎ ኢሉ ይነግሮ። እቲ ስልኪ ዓጽዩ ኣብ ጽርግያ እናኸደ እንከሎ ማስክ ብዝገበረ ሰብኣይ እትሹፈር ዓባይ ባስ ኣብ መንገዱ ይረክብ። ከይዱ ድማ ናብታ መኪና ይስቀል። ኣብቲ ሬሳ ገዲፍሉ ዝወጸ እዳ ምግብ ቤት መርማሪ ቸኮ መጺኡ እናጽንዐ ይጸንሕ። ኣብ መሬት ድማ ኤልየት ካብ ቦርቶፊልኡ ቅርሺ እናውጸ እንከሎ ዘውደቓ ካርድ ይረክብ። ኣብ ውሽጢ ኮይኑ ድማ ዘይተፈለጠ ሰብ ነታ መስተኣናጋዲት እናተዛረባ ይርኢ። ንክረኽቦ ይወጽእሎ ግን ከይዱ ይጸንሖ። ታዋ ኢሉ ክሓታ እንከሎ ድማ ሪፖርተር ከም ዝኾነን እንድሕር ድኣ ሓድሽ ነገር እንተሃልዩ ብዛ ስልኪ እዚኣ ደዊልኪ ኣፍልጥኒ ኢሉ ቢዝነስ ካርዱ ገዲፍለይኒ ትብሎ። ቸኮ ድማ እታ ስልኪ ቁጽሪ ተቐቢልዋ ይኸይድ። ንምሸቱ ቸኮ ነታ መስተኣናጋዲት ዝዛረባ ነበረ ቮግለር ዝተባህለ ሰብኣይ ንኽረኽቦ ናብ መኪንኡ ይኸይድ። ቮግለር ግን ብጣዕሚ ፈሪሑ ስለ ዝነበረ ካብ ቸኮ ንኽሃድም ኩሉ ዝተኽኣሎ ይገብር። ናብ ሓደ ሓጹር ኣትዩ እናቖለፎ እንከሎ ድማ ንቸኮ እስኻ እውን ምስኦም ኢኻ ትሰርሕ፣ ንማንም ሰብ ክኣምን ኣይክእልን ኢለ ኢሉ ይዛረቦ። ቸኮ ናብታ መኪንኡ ተመሊሱ ብዙሓት ወረቓቕቲ ይረክብ። ቮግለር ብዛዕባ እቲ ጨዋታ ብዙሕ መጽናዕቲ ከም ዝገብር ነበረን ኣብቲ ከተማ ብዙሓት ሰባት ከም ዘጫወተን ይዕዘብ። ካልእ ይትረፍ ናይቶም ድርጅት ምልክት፣ ሃመማ ምዃናን ንብዙሓት ሰባት ከም ዘጫወቱን ይርዳእ። ኣሌት በቲ ወገን ደጊሙ ክሳብ ዝድወሎ ገና ካብታ ባስ ኣይወረደን። እቲ ዝደወለሉ ወዲ ናይ ላይብረሪ ካርዱ ካብ ቦርቶፊልኡ ንኸውጽእ ይነግሮ። ግን ኣብቲ ሻሂ ቤት ኣውዲቕዋ ስለ ዝነበረ ኣብ ቦርቶፊልኡ ኣይረኸባን። እዚ ማለት እቶም ፖላዊስ መን ምዃኑ ሕጂ ይፈልጡ'ዮም። ኣብ እስርቤት ድማ ዓሰርተ ዓመት ይጽበዮ ኣሎ ክኾን ይኽእል'ዩ። እቲ ብስልኪ ዝዛረቦ ነበረ ግን ብዛዕባኡ ክትጭነቕ የብልካን። እንድሕር ደኣ እቲ ጨዋታ ወዲእካዮ ኣብ ውሽጢ ሰባት'ለዉና'ዮም። ንዓኻ ዝቐረበ ኩሉ ክስታት ድማ ክነጥፍኦ ኢና ኢሉ ይነግሮ። እታ ባስ ትጉዕዝ ምስ ሓደረ፣ ኣብ ሓደ ሆቴል ኣውሪዳቶ ትኸይድ። ናብታ ዝተውሃላ ክፍሊ ምስ ከደ፣ ኣብቲ ኣፍደገ መፍትሕ ተሾኪዓ ይረክብ። መትሓዚታ ድማ ናይቲ ድርጅት ለጎነ። ክኣቱ ከሎ ኣብቲ ውሽጢ ክፍሊ፣ ነርስን ሓደ ጆን ዝተውሃለ ዝፈልጦ ወድን ይጸንሑ። ለካ ኣልየትና ጆን ኣብ ሃይስኩል ብሓደ'ዮም ተማሂሮም። ኣብ ናይ ትምህርቲ ግዜኦም ድማ ጆን ንኣልየት ብዙሕ ግዜ የሳቕዮን ይድንድኖን'ዩ ነይሩ። እታ ነርስ ካብ ቦርሳኣ መጋዝን ኣውጸት እንከላ፣ ናብ ኣልየት ስልኪ ተደዊሉ ንጆን ኢዱ ንክቆርጾ ይነግሮ። ኣልየት መጀመርያ ፍቃደኛ ኣይነበረን ንጆን ክሓቶ እንከሎ ግን ጆን እቲ ቅርሺ ብጣዕሚ ደልይዎ ስለ ዘሎ ኢዱ ንክቆርጾ ፍቃደኛ ከም ዝኮነ ይነግሮ። እታ ነርስ ቅርብ ኢላ ጆን ኢዱ ንክቁረጽ ተዳልዮ። መደንዘዝ ግን ኣይተወግኦን። ጆን እቲ ቃንዛ እናተሰምዖ ኢዱ ክትቁረጽ ምኳና ምስ ፈለጠ ድማ ብጣዕሚ ምፍራሕ ይጅምር። እቲ ቅርሺ ንክረክብ ዘይገብሮ ነገር ስለ ዘይብሉ ግን ፍቃደኛ ይከውን። ኣልየት ኢዱ ንክቆርጾ ድፍረት ስለ ዘይነበሮ ድማ ንክደፍር ኣብ ትምህርቲ ቤት እዚ ገይረካ እዚ ገይረካ እናበለ ክጻረፎ ይጅምር። እዚ ኩሉ ሰሚዑ ዝተናደደ ኣልየት ንጆን ሓንቲ ኢዱ ብፍጥነት ይቖርጾ። ጆን እናእወየን ደም ብዝሓለፍካዮ እናፈሰሰን ምስ ጸንሐ እታ ኢድ ምሉእ ንምሉእ ትቑረጽ። ኣልየት ድማ ንጆን ኣብ መኪንኡ ሰቒሉ ሒዝዎ ናብ ሆስፒታል ይኸይድ። ካብቲ ሆስፒታል ወጺኡ ቅድሚ ምኻዱ ድማ ነታ ነርስ ናይ ጆን ቁራጽ ኢድ ኣብ ፊስታል ገይሩ ይቐብላ። ኣብቲ ኣፍደገ ሓው ንጆን ንመስተኣናገዲት እናተዛረበ ይሪኦ። ለካ ንሱ'ውን ምስ ጆን ኮይኑ ብጣዕሚ ይድንድኖን የሳቕዮን እዩ ነይሩ። ወንበር ኣልዒሉ ድማ ክሳብ እታ ወንበር ትስበር ክልተ ጊዘ ደጋጊሙ ይወቕዖ። እዚ ናይ መጠረሻ ተግባሩ መበል ታሽዓይ ፈተንኡ ከም ዝነበረ ዝነግር መልእኽቲ ናብ ስልኩ ይኣትዮ። በቲ ወገን ፖላዊስ ኣብ ናይ ኣሌት ገዛ ከይዶም ብዛዕባ ክህልየሉ ዝኽእል ቦታ ክፈልጡሉ ዝኽእሉ መስረጃ ይእልሹ ኣለዉ። ድሕሪ ዝተወሰነ ሰዓታት ኣሌት ናብቲ ናይ መርዓ ምድላው ዝግበረሉ ዝግጅት ይኸይድ። ኣትዩ ንኹሉ ሰብ ሰላም ምስ በለ ቀልጢፉ ናብ ሓደ ጸግዒ ይኸይድ። እቲ ስልኪ ንኽድውለሉ ድማ ብጣዕሚ ይህንጠ። ድሕሪ ብዙሕ ግዜ እቲ ኣሌት ዝጽበዮ ነበረ ስልኪ ይድውል። ኣሌት ምስ ኣልዐሎ ድማ መበል ዓስራይ ፈተንኡ ንፍርቂ ሚልዮን ዶላር ከም ዝኸውን ይነግሮ። እታ ልኡኽቶ ድማ ኣሌት ኣብቲ ምድላው እናደረፈን እናሳዕሰዐን ኩሉ ክስበር ዝኽእል ነገር ንኽሰብርን ሓንቲ ንኸይትተርፍን እዩ። ኣብ ልዕሊኡ ኣብ ኩሉ ኣብቲ ገዛ ዘሎ ፍየሪ ክሸይን እኔዎ። እታ ደርፊ ዘይፈልጣ ትኾይን ድማ ግጥማ ዝተጽሓፈላ ወረቐት ኣብ ጅቡኡ ከም ዘላ ይነግርዎ። ድሕሪ ዝተወሰነ ጊዘታት ኣልየት እናተዳለየ እንከሎ ፖላዊስ ናብቲ ምድላው ይመጹ። ግን ንዕኡ ዘይኮኑ ንማይክል እዮም ደልዮም። ኣልየት ንሓዉ ብጣዕሚ እናተጨነቐ እንከሎ ሻልቢ ንቶም መጋየሽ ሒዛቶም ናብ ካሊእ ክፍሊ ትኸይድ። ኣልየት ሓዉ ብቶም ፖላዊስ ክይውሰድ ስለ ዘይደለየ እታ ልኡኽቶ ንኽፍጽምን ንቶም ፖላዊስ ትኹረቶም ንኽሰርቕን እታ ግጥሚ ዝተጽሓፋ ወረቐት ኣውጺኡ እናደረፈ ጠራሙዝ ምስባር ይጅምር። ማይክል እታ ዕድል ተጠቒሙ ካብቲ ክፍሊ የምልጥ። ኣልየት ድማ ማይክሮፎን ገይሩ ንኹሉ ዝስበር ነገር ይሰብሮ። እቶም ፖላዊስ እውን ካብ ኬክ ይሽንደሎም። ክሕዝዎ ክምክሩ እንከለዉ ድማ ካራ ኣልዒሉ ንባዕሉ ከም ዝቐትልን ንኸይቐርብዎን ይነግሮም። ከምቲ ዝተኣዘዞ ኣብቲ ፍየሪ ሸይኑ ድማ ካብቲ ምንጻ እናጎየ ይወጽእ። እቶም ፖላውስ ንኸይስዕብዎ ድማ እቲ ማዕጾ ብወንበር ይድግፎ። ስልኪ ተደዊልዎ ምስ ኣልዓሎ ግን መበል ዓሰርተ ሓደ ፈተንኡ ብቶም ፖላዊስ ንኽተሓዝ ምዃኑ ስለ ዝነገርዎ እቲ ወንበር ኣልዒሉ ናብቶም ፖላዊስ ይኸይድ። ኣብ መርመራ ክፍሊ ኣትዩ ድማ ሓደ ፖሊስ ኩሉ ገበናቱ ይዝርዝረሉ። ኣሌት ኣብቲ ፎቶ ንሱ ዘይገበሮም ብዙሓት ነገራት ይርኢ። እዚ ጨዋታ ዝጫወቱ ካልኦት ብዙሓት ሰባት ከም ዘለዉ ድማ ይርዳእ። በቲ ወገን ድማ ቾኮ ኣብ ቴሌቪዥን ናይ ቮግለር መኪና ብሓዊ ከም ዝተቓጸለት ይርኢ። ቸኮ ንኣልየት ክረኽቦ ይደሊ እቲ ኮሚሽነር ግን ፍቓደኛ ኣይነበረን። ኣልየት በይኑ ምስ ተገደፈ ነታ ወንበር ሰይሩ ሓደ ፖሊስ ናብቲ ውሽጢ ንኽኣቲ ይጽበ። እታ በላሕ ዕንጨይቲ ተጠቒሙ ንሓደ ፖሊስ መሳርሒኡ ንኽህቦ ይነግሮ። ሽጉጡ ገይሩ ድማ እናፈራርሐ ሞባይሉ መሊሶም ንኽህቦ ይነግሮም። እቶም ፖላዊስ ንኽሕዝዎ መፍትሒ እናኣሎሹ እንከለዉ ሞባይሉ ሒዙ ናብ ካሊእ ክፍሊ ይኣቲ። እቲ ስልኪ ምስ ተደወለ ድማ ካሊእ ተጫዋታይ ከም ዘሎን እታ መበል ዓሰርተ ዓሰርተ ሰለስተ ፈተና ቀዲምዎ እንድሕር ወዲኡ ኩሉ ቅርሹ ከሲሩ ናብ እስርቤት ከም ዝኣቱ ይነግሮ። ትኹረቱ ተሰሪቑ እንከሎ እቲ ፖሊስ ንኣሌት እታ ሽጉጥ ክምንጥሎ ይሙክር። ኣብቲ ከይዲ ግን ኣሌት ደንጊፁ ጥይት ምስ ተኮሰ እቲ ፖሊስ እግሩ ይውቃዕ። እቶም ደገ ዘለዉ ፖላይስ እቲ ማዕፆ ሰይሮም ንክኣትው ይዳለዩ። ኣሌት ድማ ወንበር ኣልዒሉ ቡቲ መሽኮት ምስ ደርበዮ ባዕልቱ እውን ይነጥር። ኣብ እዳ ጉሓፍ ድማ ይዓልብ። ስልኩ ካብቲ እዳ ጎሓፍ ከልዕላ እናሓሰበ እንከሎ ቸኮ ቡቲ መስኮት ኮይኑ ሽጉጡ ይጥቁመሉ። ካልኦት ፖላዊስ እውን ቡቲ ኣንጎሎ ስለ ዝመጽዎ ሞባይሉ ሓዲጉ ዘይምህዳም ካሊእ መማረጺ ኣይነበሮን። ካብቲ ቦታ ኣምሊጡ ድማ ኣብ መንገዲ ናይ ዝጸንሖ ወዲ ስልኪ መንጢሉ ዓው ኢሉ ስልኪ ከም ዘለኒ ትፈልጡ ኢኹም ናብዚኣ ደዊልኩም ተለልኩም ርኸቡኒ ኢሉ ይዛረብ። ግን ምንም ዝተፈጠረ ነገር ኣይነበረን። ሓንቲ ሰበይቲ ብኡ ትሓልፍ ስለ ዝነበረት ግን ኣልየት እስኺ ካብቶም ዘጫውቱ ንልዉ ሰባት ሓንቲ ኢኺ ተለ በል ንዕናይ በበይ ገዛኺ ኢሉ ሒዝዋ ይኸይድ። ኣብ ገዛኣ ከይዱ ንዝተወሰነ ግዜ ኮፍ ምስ በለ ግን እታ ሰበይቲ ብሃንደበት ብኡ ትሓልፍ ነበረት ሰበይቲ ከም ዝኾነትን ምንም ከም ዘይትፈልጥን ስለ ዝኣመነ ይቅርታ ይሓታ። ችግር የብሉን ኢላ ድማ ኣልየት ናይ ክዳን መስጥሒ ገመዳ ደገ ከይዱ ንኽግትረላ ትነግሮ። ሰቅ ኢልላ ምስ ወድእ ግን ናብ ሞባይሉ መበል ዓሰርተ ክልተ ፈተና ከም ዝሓለፈን ሓደ ሚልዮን ከም ዝተሸለመን ዝነግር መልእኽቲ ይመጾ። ኣብ ተመሳሳሊ ሰዓት ብዙሓት ሞተር ዝተሰቐሉ ሰባት ናብ ከባቢኡ እናመጹ ይርኢ። እቲ መስትሒ ክከታተሎ እንከሎ ድማ እቲ ጽርግያ ሰጊሩ ከም ዝኸድን እንድሕር መጺኦም ከይረእይዎ ርእሶም ከም ዝቑረጹን ይፈልጥ። ብፍጥነት ምስ ኣውረዶ ድማ እቶም ሞተረኛታት ብሰላም ይሓልፉ። ለካ እዞም ሰባት እውን ተጫወትቲ እዮም ነይሮም። ናብ ስልኮም ተደዊሉ ድማ እቲ ፈተና ከም ዝሓለፉ ይንገሮም። ኣብ ርሕቐት ግን እቲ ካልኣይ ተጫዋታይ መፂኡ ደጊሙ ገመድ ይግትር። ኣልየት ስለ ዝርኣዮ ንቶም ሞተርዝ ገይሮም ዝኸዱ ነበሩ ኣወዳት ንኸጠንቅቖም እናጎየየ እናኣወየ ይፀንሕ። እቶም ሞተር ዘብሉ ዝነበሩ ሰባት ግን እንከይሰምዕዎ ናብ ዝቕፅል ፈተንኦም እናተመለሱ እንከለዉ ብቲ ገመድ ርእሶም ተቖሪፆም ኩላቶም ይሞቱ። ኣልየት ሞት ብዙሓት ሰባት ርእዩ ብጣዕሚ ሓዚኑ ምብካይ ይጅምር። ኣብ ናይ ዝሞተ ሰብ ቦርሳ ግን ስልኪ እናጸወዐት ምስ ሰምዐ ኣውጺኡ የልዕላ። እቲ ድምጺ ድማ እንቋዕ ደስ በለካ እዚ ጭዋታ ወዲእካዮ ኣለኻ ተኸታተልትኻ ዝሓቱኻ ሕቶ ኣለዉ ንምምላስ ፍቓደኛ ዲኻ ኢሉ ይሓቶ። ኣሌት ግን ብንደት እታ ስልኪ ደርብዩ ክጫወት ኣይደልን ኢሉ ይዛረብ። በቲ ወገን መርማሪ ቸኮ ንቮግለር ኣብ ሓደ እንዳ ምግብ ቤት ረኺቡ ኩሉ ብዛዕብኦም ዝፈልጦ ነገር እንድሕር ደኣ ዘየካፊልዎ፣ ከም ዝኣስሮ የፈራርሖ። መማረጺ ዝሰኣነ ቮግለር ንቾኮ ኩሉ መጽናዕቱ የርእዮ። ሕግታት እቲ ጨዋታ እናዘርዘረ ድማ ሰበይቱ ቅድሚ ዓመታት ተጫዊታ ከም ዝነበረትን ከልባ ንክትበልዕ ኣዚዞማ ንኡ ምስ በልዐት ከም ዝሞተትን ይነግሮ። ካብቲ ሰዓት እሱ ጀሚሩ ድማ ቮግለር ኑቶም ሰባት ንክረኽቦም ብዙሕ ጻዕሪ እዩ ገይሩ ግን ምንም ክረኽቦም ኣይከኣለን። ብዙሓት ፍሉጣት ሰባት እዚ ጨዋታ እናተጫወቱ ጸኒሖም እዮም ቅድሚ ብዙሕ ዓመታት ድማ እዩ ጀሚሩ። ፎግሎር ድማ ንቾኮ ኩሉ ግዘ እታ መበል ዓሰርተ ሰለስተ ፈተና ተመሳሳሊት እያ። ንሳ እውን ካብ ኣባል ስድራኻ ሓደ ሰብ ምቕታል እዩ። ኣልየት ሓዚኑን ደንጊጹን ብመንገዲ እናኸደ እንከሎ ምስ ሓደ ሰብ ስልኪ እናጸውዐ ይሰምዕ። እናኣሎሸንኩሉ ድማ ምህዳም ስለ ዝጀመረ ኣልየት ክስዕቦ ይጅምር። ኣብ ሓደ መናፈሻ ምስ ኣተዮ ግን ኣልየት እናኣሎሸ እንከሎ ናይ ኣይስክሪም መኪና ሒዙ ከምልጥ እናፈተነ ንኣልየት ክገጭዮ ንንእሽተይ ይስሕቶ። እታ ናይ ኣይስክሪም መኪና ርሒቓ ትኸድ ስለ ዝነበረት ኣልየን'ውን ሓንቲ መኪና ሒዙ ግንኡ ክስዕቦ ይጅምር። ኣብታ መኪና ተዳልያሉ ናብ ዝነበረት ሞባይል ስለ ዝድወል ነበረ ድማ ኣልየት የልዕላ። ምስ ካሊእ ተጫዋታይ ምጉናጽ ከም ዘይፍቀድን ናይ መጠረሻ ፈተንኡ ቀሪባ ምዃናን ክነግሮ ናብ ሞከረ ድማ ኣልየት ከይሰምዖ እታ ስልኪ ይደርብያ። እታ ዝስዕባ ነበረ መኪና ኣብ ናይ ኣቡኡ ናይ ቀደም ገዛ ደው ኢላ ስለ ዝጸንሖቶ ድማ ብጣዕሚ ይግረም። ናብቲ ውሽጢ ምስ ኣተየ ድማ ሳምሶም ተረጋጊዑ ድራሩ ናበልዐ ይጸንሖ። ማይክል እውን ከይዶንጎየ ካብቲ ሽንቲ ቤት ይወጽእ። ኣልየት እቲ ካልኣይ ተጫዋቲ ማይክል ምዃኑ ብምፍላጡ ብጣዕሚ ይሓዝን። ማይክል ግን እታ ናይ መጠረሻ ልኡኽትኡ ንኣባል ስድርኡ ምቕታል ምዃና ስለ ዝፈለጠ ኣብ ቡርሱኡ ሽጉጥ ሒዙ መጺኡ ነቦኡ ክቐትል ይዳለ። ኣልየት ንኸረጋግዖ እናተጨቓጨቐ እንከሎ ግን ሳምሶም ዘይእመን ዜና ሒዙ የቋርጾም። ኣብ ቁልዕነቶም እቲ ጭዋታ ተጫዊቱ ከም ዝነበረን ንሰበይቱ ቀቲሉ ሽዱሽተ ሚልዮን ከም ዝሰዓረን ይነግሮም። ምስ ጣዕሳን ንደትን ዕድመ ልክዐይ ድማ ይነብር ኣለኹ። ኣብቲ ሰዓት ንሱ ንደሓር፣ ክንዲ ዝሓዝኩ ቅርሺ ሒዘ ሕጉስ ክኸውን ኣይከኣልኩን ይብሎም። ኣልየት ድማ ተናዲዱ እታ ሽጉጥ ኣውጺኡ ንማይክል ኣብ ካልእ ክፍሊ ንኽጽበ ይነግሮ። ንክቐትሎ ድሉው ምስ ኮነ ግን ሳምሶም፣ ከምቲ ንዓይ ዝተጫወቱለይ ንዓኻ ውን ክጫወቱልካ ኣይደልዮምን። ኣቡኡ ቀቲሉ ዕድመ ልክዑ ናተናስሐ ክነብር ስለ ዘይደለዮ ድማ ባዕልቱ ንባዕልቱ ብኻራ ወጊኡ ይቀትል። ሕጂ ግን ኣልየት እቲ ቅርሺ ንኽስዕር ኣባል ስድራቤቱ ምቕታል ግድን ስለ ዝኾኖ ማይክል ክቀትለኒ'ዩ ኢሉ ምፍራሕ ይጅምር። መድሓኒተይ እየ ደልየ እናበለ ድማ ናብ ቦርሱኡ ኢዱ ይሰድድ። ኣልየት ፈሪሑ ስለ ዝነበረ ግን ንማይክል ኣቀዲሙ ተኩሱ ይወቕዖ። ሓዚኑሉ ግን ጎዩ ከይዱ ሓቂፍዎ እንከሎ ማይክል። ሓደ ጊዘ ኣብ ዝኾነ ነገር ክስዕር ይደሊ ነይረ እየ ኢሉ ከራ ኣውጺኡ ንኣልየት ይወግኦ። ኣልየት ድሕር ምስ በለ ማይከል ደጊሙ ንኽወግኦ እናተፎሓኸ ይቐርዎ። ከይወግኦ ስለ ዝሞተ ግን ኣልየት እቲ ሽዱሽተ ሚልዮን ከም ዝሰዓረን ማይክል ከም ዝተስዓረን ዝነግር መልእኽቲ ይመጾ። ኣብ ተመሳሳሊ ሰዓት ቾኮ ናብ መኪንኡ ናይቲ ጭዋታ ሎጎ ዘለዎ መፍትሕ ገይሩ ይኸፍታ፣ ምኽንያቱ መርማሪ ቸኮ ኑቲ ድርጅት እዩ ዝሰርሕ። ቮግለር ብዙሕ ነገር ስለ ዝፈልጥ ነበረ ድማ ቀቲልዎ፣ ኩሉ ዝገበሮ መጽናዕቲ ድማ ካሊእ ሰብ ንኸይፈልጦ ኣብ ሓዊ የንድዶ። ናብ ናይ ሳምስን ገዛ ከይዱ ድማ እቶኡ ዘሎ ሬሳ ንኸይርከብ ከቃጽሎ ነዳዲ እናነስነሰሉ ይጸንሕ። ኣልየት ግን ከይወጸ ስለ ዝጸንሐ ንቾኮ ይሪኦ ቾኮ ድማ ብዛዕባ እዚ ምንም ኣይትጨነቅ ኣነ ኩሉ ነገር ከጸራርየልካ እየ ንስካ ብሰላም ሂወትካ ቀጽል ኢሉ ይዛረቦ ኣልየት ግን ብጣዕሚ ተናዲዱን ሕንኡ ንክፈዲ ተሃንጥዩን ስለ ዝነበረ ንቾኮ ኣብ ርእሱ ቶኪሱ ይወቅዖ ብሰንኪ እዚ ድማ ኤልየት ካብቲ ጭዋታ ይባረር ሽዱሽተ ሚልዮን ዝኣክል ቅርሺ ድማ ካብ ኣካውንቱ ይሰሓብ ምስ ወግሐ ናብ ናይ ህዝቢ ስልኪ ከይዱ ናብ ሻልቢ ደዊሉ ደሓን ዲኪ ኢሉ ይሓታ ሻልቢ ድማ ዝኮነ ሰብ ደዊሉ ሃመማ ንክበልዕ ነጊርኒ። ግነይ ጎርክዎን እታ ሃመማ ናብ እዳ ጎሓፋ ደርበያ ኢላ ትነግሮ ኣልየት ድማ ሰወይቱ ምንም ከምዘይኮነት ስለ ዝፈለጠ ብጣዕሚ ይሕጎስ እዚ ፊልሚ ከምዚ ኢሉ ይውዳእ ፈቲኩምዎ ክትኮኑ ተስፋ ይገብር ሓደሽቲ ተኮንኩም ሳብስክራይብ እዚ ቪድዮ ድማ ላይክ ኢልኩም ሕለፍዎ ሓሳብን ሪኢቶን ኣብ ኮመንት ግደፉለይ ደጊምና ክሳብ ንራከብ ሰናይ ፃንሒት።